ገዛ ዘለዎ ጎበዝ ኣምፂ ዶ ይበልኩኹን ገዛ ዘለዎ ጎበዝ ኣፍቅሪ ዶ ይበልኩኹን እዊ ኣነ ከሓፈረ ደጊምለይ እንታይ ኮይነማ ከሓፍር ኣብቲ ሃደይ ተወዚዕኒ ደሎ ሓሙ ርጉም ርጉም ርጉም ርጉም ርጉም እዩ ኣሃዱ ደይ ትቕይር ሓቅኻ እምበር ንስኻ ዕሩቕ ንሰዓልቕ ስራ እንተ ክትኮኑ
ከይሓመካ ኣነስ ክካረ እንታይ ጽገም ኣለዎ ድዩ? ጠሊባቶ ዘላ ጠለብ ትርር ዝበለ ስለ ዝኾነ ግን። እስከ ከመይ ከመይ እቲ ሓሳብካ እስከ ረዳኣኒ መግለጺ ድርብ ኣብለሉ እስከ። ካፕሬቶ ወዲ። ርኸቢ እቲ ስኣኒ።
ስማዕ እንዶ ኣለዉኻዶ ሰብ ሓዳር ተኻረይቲ። ንሕማቕ ግዜና ዘቐመጥናዮም ተሃረይቲ ስከብዱ ኣለዉና። መን ኢሉኳ?
ሕጂ ንዓኒ ኣብ ገሊኡ ወሲድካ ጥልለን። ገዛ ክትረኽበለይ ኢለ ንዓኻ መጥለሊ ዘጥፋእክዎ ገንዘብ እኮ ኣርባዕተ በርባዕተ ገዛ ጽቡቕ ገሩ መስርሓኒ ነሩ። ኪድ ዓሻ። እሂ ገዛ ረኺብካ ድኻ? ናና ኣይረኸብኩን። ሞኸምኡ እንተኾይኑ ደኣ ከይተመርዓኻ ከኣ ትኣርግ። ዋእ ማስ ፍቅሪ እኮ ኣለና እኩል ፍቅሪ ኣለና ብጣዕሚ ብጣዕሚ ከምዚ እኩል ፍቅሪ ኣለና። በል ፍቅሪ ኣርባዕተ ብኣርባዕተ ገዛ ተኾይንካ ለቅሊቅካ ኣእትዎ። ዋእ ኣንታ እንታይ ኢኻ ትዛረብ ዘለኻ እንታይ ኢኻ እንታይ ኢኻ ትብል ዘለኻ ትዛረቦ ዘለኻ ይርድኣካ ኣሎ ድዩ። ውይ ኪኣትኻ እኮ ጨቅጭቅካኒ። በታ ዓቅመይ ርኸበለይ ባቃ። ዓቅምኻ ተበሉኻኸ ዓቀንካ እምበር። ጸገም ስለ ዘለዎ ማራ ዩ ዝጎድለኒ። ጸገም የለን ደሓን እንታይ ጸገም ኣለዎ ንመላላእ። ኣቤት ልውሃት ኣቤት ሓልዮት። ኣንታ እንታይ እሞ ጸገም ኣለዎ። ኣብቲ ንቡር ናይ ሰብኣይን ሰበይትን ጸወታ።
እስከ ትኽ ብትኽ ንዛረብ ውሽማ ክትኾነኒ ደልየ ዲኺ ትብሊ ዘለኺ?
ኮሚታት እዩ'ኸ። ኣሃ
ከምኡ ተኾይኑ ደኣ ቤላ። እታ ጨና ክኾና ትጽበየኒ ዘለኺ? ኤእ
ከምዚኣ ተኾይና ገዛይ ትርከብና። ውይ ውይ
ውይ።
ከምቲ ናይ ለይቲ ጨና እዎ ከምኡ ትውስነላ ዲኻ ኣይትውስነናላ ገዛኻ እኮ ሎሚ ጭሕሚ ሰበይቲ እዩ ኮይኑ ድሎ ዋ
ክቡር ዕደሊ ባዕልኻ ትፈልጥ
ኣይመቻክን ደሎ ነግር ኣሎ ዓይንኺ ዝተቐጥቀጠ ድዩ ናና
ኣይተቐጥቀጠን ህላላን እዩ
ክቡር ዕደሌስ ገዛ ሲኢነ። ኣጆኻ ሰዓመኒ እሞ ገዛ ክንረኽበልካ ኢና።
ከምኡ ጀሚርኩም ድኹም።
ታይ ጸገም ኣለዎ።